ንቐጽል ኪሮስ እዚ ኩሉ ክንድዚ ጽልዋ ኣብቶም ገዳይም ደረፍቲ ከም በዓል ወዛግር ደሕደረት ሽዱሽተ ሸውዓተ ሳዕ ዓሽ ትበሃል ዝነበረት ናይ ታሪኽ ኣጋጣሚ ኮይኑ ዲና ክንብል ወይ ጽሕፍቶ ሂወት ኣብ መድረኽ ናትካ ቀይራ እዛ ደርፊ እዚኣ ኣይተቀርጸትን ስለምንታይ ከመይ እንታይ ኣጋጢሙካ እዛ ደርፊ እዚኣ ስለምንታይ ኣይተቀርጸን
ስለምንታይ ይመስለካ ከምዚ ከነዕልለሉ ዝጸናሕና ሕጂ ኣብ ደጀን ዘሎ ኣብ ግንባር ዘሎ ሓሙሽተ ሽዱሽተ ሸውዓተ ግዜ እያ ትድገም ኣብ መወዳእታ ምርኢት ግን ናይዚ ኩሉ ኩሉ ደጀን ዘሎ ኣብ ግንባራት ዘሎ ኣርኢና ምስ ወዳእና ኣብ ዓምበርበር ምርኢት ነይራትና ምርኢት ነይራትና ኣብ ዓምበርበር ኣርኢና ተጀሚሩ እቲ መደብ ነርኢ ጊደይ ኮይኑ ማለት ሪጋይ ምስ ኣኸለ በታ ናይ ዓረብ ይጅምር ደርፍ ምስ መጻኹ ደርፍ ዓረብ ኣብቲ መጀመርታ ዝበልናዮ መእተዊ ተገሃሪሙ የሚንሳሕብ ቢዘላም የሚንሳሕብ ቢዘላም ኢለ ጀሚረ ገለ ምዉቕ'ዩ ሙዚቃ መለመለን ኡሁይ ኢለ ከኣ ከምቲ ኣመለይ ኣብቲ ግንባራትን ደጀናትን ነዛ ማይክረፎን ዓትዒተ እብለካ ኣለኹ ለበጎበርኩ ብቕዲ ዓሽ ዓሽ ዓሽ ወዲኤ ውጽእ ክብል ከለኹ ቢሽ ቢሽ ቢሽካ ትደገም ቢሽ ከደመለ ገዳ ድገማ ድገማ ሙዚቃ ጀምር ገለ ካልኣይቲ ዓምበርበብ እዚ ዓምበርበብ
ካልኣይቲ ብኡምኡ ጸቢት ቀጽ ሳልሰይቲ ውጥ ራብዐይቲ ሓምሸይቲ ሻድሸይቲ ሆ ድብል ህዝቢ ሻብዐይቲ ክደግም ቅብል ከለኹ ሓደ ሰብኣይ መጽ
እንታይ ሰብኣይ

ምምላእ ስለ ዘለና ሬድዮ ክምላእ ኣብ ሓፋሽ ሬድዮ ድምፂ ሓፋሽ ሬድዮ ድምፂ ሓፋሽ ኣብኡ ሽዑ ሪካርድ ዝኸውን ሪከርድ ክኸውን ናብኡ ምደካ ኣለኹ ሕረሩ ቆራሪስና ንጎ ኮይኑ ተሲኦምና ቆራሪስና ተሰሪዕና እተን ዝተሓዛ መሳርያና ሒዝና ክንከይድ ከለና ሬና ብድቃ ኣብቲ ጥቃ ስቱድዮ ምስ በፃሕና

በዚኣ ዳታ ኣይተመልኣት ትዝክር ዘይኮነት ግን ንዓኻ መድረኽ ሰቒላትካ እያ። ሰቒላትኒ ተበልኻኸ ዋላ ብድሕሪኡ ክሳብ ኣብ ውድብ ባህሊ ምስ መጻኹ ኣብ ውድብ ባህሊ ምስ መጻኹ ብዝኾነ ቦታ ዋላ ብ ዓራርብ ክሓልፍ ከለኹ እኮ ከም ዓረብ ደራፋይ እዮም ዝፈልጡኒ

መብዛሕትኡ ግዜ ሞያ ስነ ጥበብ ተውህቦ እዩ። እዞም ተውህቦታት እዚኣቶም ከኣ ኣብ ብዙሓት ሞያውያን ስነ ጥበብ ከም ዝረኣዩ ገና ኣብ ቁልዕነቶም እዮም እቲ ኣንፈቶም ዝረኣ ወይ ዳርጋ ዝገሃድ እውን። እስኪ ምስ ሞያ ስነ ጥበብን ምስ መድረኽን ብዝተኣሳሰር ናይ ቁልዕነት ተመኩሮኻ ከመይ እዩ? ኣበይ ኢኻ ተወሊድካ ዓቢኻ ንእግረ መገድኻ ነብስኻ እንዳለህለኻ መድረኽ ስነ ጥበብ ኣብ ቁልዕነትካ ከመይ እዩ?
ጽቡቕ ሕራይ የቐኔለይ ደጊመ ኣነ ተወሊደ ዝዓበኹሉ ገዛ ማንዳ ሓበሻ እዩ ገዛ ማንዳ ሓበሻ ይበሃል ማእከላይ ሰፈር ይበሃል ሞዶሽቶ ይበሃል እዚ ሰለስተ ስም መጸውዒ ኣለዎ ምስ ጎረቤት ከኣ ሓድሽ ዓዲ ሓንቲ ጽርግያ እያ፣ ናይ ገለ ውሱናት ሜትሮታት ትፈልየና እምበር ኣብኡ ውን ጎረባብቲ ኢና ምስ ሓድሽ ዓዲ፣ ኣብዚ እየ ዓብየ ተወሊደ ዓብየ። ኣኽርያ ከኣ ናብዚ ሓደ ወገን ምሳኹም እቲ እወ ካብ ኤራ። ሞደሽቶ ንምግ ምግምጋም ንኣኽርያ እህ እሞ ጎረቤት እዩ፣ ንዕዳጋ ዓርቢ ውን ጎረቤት እዩ፣ ዓባ ሻውል ከኣ ኣሎ።
ዓባሻውል ጎረቤት እዩ፣ እዚ እሺ። እዚ እቲ ከባቢ እቲ ገዛ ብራንዱ ኣብኡ እዩ እቲ ኣቐንዲ ናይ ማእከል ከርሲ ናይ ስነጥበብ ኢኻ ተወሊድካ። ብልክዕ።
ነረ።
ኣብርሃ ተወሊድካ። ኣውየ። ነረ።
ብድሕሪኡ ኣብ ግዜ ንእስነት ናብ ትርትኻ ክመጽእ ዘሕተትካኒ፣ ብንእስነትና ነሩ ገለ ጽልዋታት ማለትሲ ናይ ገዛውቲ ኣብ ገዛውቲ ኮንካ ትገብሮ ናይ ቁልዕነት ኣሎ እቲ ደርፊ እኳ ማለት

ኣብ ናይ ገዛውቲ እዩ እዚ ማለትሲ እቲ ሰብ ክርእየና ይኽእል እዩ ንብለሉ ቦታ ኣብ ዝሓልፈሉ ሰብ ፅርያ እቲ ገዛውትና ኣብኡ ዝሓልፍ ኣብኡ ሕጂ ዝትዝከረኒ ሓንቲ ሃጓፍ ዘይተሰርሐት ከምዚ ልክዕ እስቴጅ እያ ትመስል ኣብኣ ኣቲና ኢና ንደርፍ ነይርና መስርዕ ኣለካ ደቂ ኣንስትዮ ኣለዋና ሓደ ደራፋይ ወፂኡ ክደርፍ ከሎ ከምዚ ሎሚ ስታንድ ገለመለ ከየለ ግን ሽዑ ከምዚ ናይ ባንዴራ ናይ እንዳ ስዋ ሰለስተ እግሩ ንዕኡ ዝመስል ሰሪሕና ማይክሮፎን ከኣ እቲ ማይክሮፎን እንታይ እዩ ፈሊጥካ ማይክሮፎን ንገብረሉ ሱማ ሱማ ናይ ሱማ ናይ ዕፉን ሱማ ናይ ዕፉን ሰበደ ኣብኡ ማይክሮፎን ጌርና ታኒካ ወይ ብልቃጥ ታኒካ ብልቃጥ ተእትወሉ ዘብለጭልጭ በቃ እሺ
ባሊቃ ገለን ሕቻሕቻሕ ዘብሉ ኣለዉ ሓደ ደራፋይ እንድሕር ጀሚሩሲ ደቂ ኣንስትዮ ኣለዋ

ናብ ደራፋይን ናብ ሳዕሳዓይን እዩ ዳርጋ
እቲ ህይወት ከምኡ እዩ።
ትዝክሮ ሽዑ ኣጽቢቕካ ደርፍታት ኣሎ ዶ ገለ ካብቲ ናዓናትካ ቀንዲ ታኣሽሙ ዝነበራ ደርፍታት? እወ ከምዚ ዝብለካ እቲ ድግማታት እንድዩ ዝከረኒ እዚ ናይ በዓል ናይ በዓል ናይ በዓል ዩ- ናይ በዓል ዩኑስ ገለ ሙሉእ ኣይነምጾን ኢና እታ ገ- ሓንቲ ገዛ ወይ ካብተን እ፣ ኣርባዕተ ሓሙሽተ ገዛ ዝኾና ቤታት ዘለዋ ሓንቲ እወ ቤት ቤታ ሓንቲ ተኸፊታ። ገለ ወሲድና ከምኡ ተ- ከምዚ ናይ ናይ በዓል ኣልኣሚን ናይ በዓል በረኸት እቶም ካልኦት ኣለዉ ከዓ ካልኦት እኮ ከዓ ምሳይ እሶም ናይ ገለ ደርፉ ናይ በረኸት ደርፉ እኒአው ከምዚ ሕጂ እዚታት እዩ እቲ መበገሲና ሕጂ ተዓዘብትኹም ካባኹም ዝንእሱ ቆልዑ ድዮም ወይ መሰታኹም ድዮም እቶም ተዓዘብቲ ወይሲ ብዕድመ ካባኹም ድዓብዩ እውንሲ ተገዲሶም ሪኢኹም ነይሮም እዮም? እወ
ኩሉ እዩ ኩሉ ኩሉ ዓባይ ሰበይቲ ጓል ስሳ ትኹን ወድ ሰብኣይ ወዲ ሓምሳ ይኹን ንኣሽቱ ቆልዑት ገለ እቲ ብጣዕሚ ድበሃል ስቅሊ ሸለል ኢሉ ይሓልፈካ ኣሎ እርኢ ደርፊ ምስ ተወደእት ንጉዕዞኡ ንኣኽርያ ተኾይኑ ወዲኡ ደርፊ ሰሚዑ ንኣኽርያ ወዲኡ ደርፊ ሰሚዑ ንሓድሽ ዓዲ ገለ እዩ ቆልዑት ቅድሚት እዮም ዝስርዑ ልክዕ ቆልዓ ተኾይኑ ንዕቱም ቆልዑ ቅድሚት ሕለፉ ገለ ክብልዎም ቅድሚት ሓሊፎም ኮፍ ኢሎም ወዲ ጓል ብኸምዚኣ ኢሉ ድርዒካ ሕጂ ካልእ መእተዊ ከዓ ነይሩ እቲ ትገርመካ
ራይ መእተዊ እንታይ ጥ ጎልጎል እዩ ኖ ጎልጎል እዩ ጥራይ ኣብ ሰቂሎም ኣብ ጎልጎል ንቆም ንክፍሉ ሲ ቅድሚ ምጅማርና መእተዊ መእተዊ ትኬት ገለ ይንፈልጠን ኢና መእተዊ መእተዊ ክትከፍሉ ኣለኩም መእተዊ ክትከፍሉ ኣለኩም ድብል ኣሎ ካሴሩ ኣለዉ መእተዊ ክትከፍሉ ኣለኩም በል ሕራይ እዩ ተሰርዑ ተሰርዑ ዋላ ዓበይቲ ሰብኡት እዮም ዝስርዑ መልጎም ሒዞም ገለ ሒዞም እንተመልጎም ኣተመላጉም ሃብዎም መልጎም ምስ ሃበካ መልጎም ምስ ተቐበለ መልጎም በዚ ኹኑ ምስ ተቐበለ ተመል በዚ ኹኑ ኮፍ ኢሎም ይዕዘቡና ደርፍታት ንደርፍ ብለ ብቐረባ ግን ንዓኻ ማለት ተኸታቲሉ ደርፍኻ ርእዩ ደተባብዓካ ወይ ቤተሰብካ ድዩ ወይ ካብቶም ጎረባብትኻ ነይሩ ዶ
መን ነይሩ ዳርጋ ከምዚ ክንብሎ ዝጸናሕና ኩሉ ሰብ እንድዩ ዘተባብዓካ ብፍላይ ግን ንዓይ ኣኮይ ነይሩ ኣብቲ እዋን ክደርፍ ገለ ምስ ረኣየኒ እቲ ሓደ መዓልቲሲ ከምዚ ፍሉይ በቃ ጽቕሉ ሽግለታ ነይራቶ ሽግለታ ኣብቲ ግዜ እቲ ኩሉ ሰብ ኣይኮነን ድሕዘን ነይሩ ኣብ ውሕዳት ሰባት እየን እተን ሽግለታ ሽዑ ሕጂ ክመጽእ ከሎ። ናይ ሎሚ መኪና እያ። ናይ ሎሚ መኪና እያ ሽግለታ ሽዑ ከመይ ዝበላ እየን ካብ ስራሕ ውዒሉ ክመጽእ ከሎ ጽዋዓኒ ካብታ ዝጽዋዓኒ ንገዛና ድሕር ኣጎርቢትንስ ንዓይ ካልእ ነገር እዩ ሽግለታ ትሰርብ የጎርብተኒ እሞ ንዓይ እንዳደፋኣ እዩ ናብታ ገዛ ዘብጽሓኒ ኣይሰራን ንሱ ኣነ ተጎርቢተ ኣሎ ኣብኡ ተሰቂለ ኣለኹ ንሱ ግን እንዳደፋኣ እወ ሎ ሰለማት ገለመለ
ገለ እንዳበሉ ኣታ ወይለይ ኣታ እዚ ቆልዓ እዚ እቲ ደራፋይ እንዲ ዘሎ ወዲ ሓፍተይ እንድዩ ወዲ ሓፍተይ እኮ እዩ ወዲ ሓፍትኻ ድዩ ገለመለ እዋይ ክነብዕ ክደርፍ ክስዕስዕ ገለመለ ገለመለ ወዲ ሓፍተይ እንድዩ ንኸይድ ከኣ ከም ነቶም ዘይረኣውኻ ሰላም ምንኺ ከመይ ውዒልኩም ኣታ እዚ ቆልዓ ትፈልጥዎ ዶ እወ ንበሎ እወ እቲ ደራፋይ ወዲ ሓፍተይ እኮ እዩ ወዲ ሓፍተይ ምናእሰይ ሓፍተይ ኣላ ወዲ ሓፍተይ እኮ እዩ እዚ ሕጂ ጎናዊ መተባብዒ እዩ ብሞያ መጺኻኸ ማለት ድደርፍ ወይ ድፅሕፍ ኣብቲ ዓውዲ ስነ ጥበብ ዝነበረ ብቐረባ ዝፀልወካ ሰብ ነይሩ ዶ እወ እወ እወ ንዓይ ክኣ ምዕባይ ዝኮነኒ ግርማይ ድብሃል ኮረር እወ ሳጉኡ ኮረር እዩ ድብሃል እሱ ቁሩብ ጸልወኒ ነይሩ ሓደ ሓደ ግዜ ናቱ ደርፍታት ዝሰምዕ ኣብ እንዳ ስዋ እንዳ ደረፈይ መንቀርቀር ሒዞም ኣብ እግሮም ከምዚ ጃዝ ዓይነት እዮም በዚ ከኣ ከበሮ ጣውላ ዝወቅዕሉ ኣለዉ ባዕሉ ከኣ ጣውላ እንዳወቅዐ ባዕሉ ግጥሙ ባዕሉ ዜምኡ ባዕሉ ባዕሉ እዩ ዝደርፍታት ዝደርፍ ማራ ዝስሕበኒ ዋን ማን ባንድ እያ እዚኣ ናይ ሓደ ሰብ ባንድ እያ እዋ ከም ምሳል ንዕኡ ክሰምዕ ክመጽእ እዩ ናቱ ደርፍታት ነይርዋ ነይርዎ እንታይ ኣሎ እዚ ዝበዓል
ካብተን ፍሉጣት ደርፉ ድሓር ኣብዚ ግዜ እዚ መናእሰይ ዝደግምዎ ዘለዉ ኣለዋ በዓል እዛ መነሃታ መዘከርታ ዘይትወልዲ ፌበን ኣብ መንጎና ሓደ ቆልዓ መዘከርታ ዘይትውልድ ፌቨን ኣብ መንጎና ሓደ ቆልዓ ንድኽነት ዝድምስሶ ብሓባር ዘጻውተና እዚታት እዚታት ሕጂ ናቱ ሒዙ። ካብኡ ኢካ ትሰምዖ ኔርካ። ከምኡ እየ ዝናቦ ልክዕ ናቱ ናቱ እዩ ካብኡ ዝሰምዖ ኣፍ ደገ እንዳስዋ ኮይና ጅስታ ጸልወኒ ነይሩ ካብ ዝናባ ግዜ ከማን ተርፍታት ኣለዎ ከምዚ ከምዚ ክሳብ ሕጂ ዝዝውተሩ ደሎ ናይ ግርማይ ኮረር ኣሎ ኣሎ እዚ
ክሳብ ሕጂ ዝደርፍዎም በዓል ኣብዚ ቀረባ ግዜ በዓል ወዲ ተስፉነይ ዝበሃል ደራፋይ ሓዋ ንተበርህ ዶ ሓዋ ንተበርህ ተስፉነይ እወ ንሱ ክራርን ደራፋይን ኣሎ ደራፋይ ንፍዕ ደራፋይ እወ ንፍዕ ንሱ ደጊምዋ ኣሎ እዛ ደርፊ እዚኣ ወዲ ባይረ እውን ይደርፎ እዩ ኦኬ ዳዊት ሽላን እውን ሰሚዐ ዳዊት ሽላንን መስፍን ወዲ መስፍን ካልእ ደርፊ ውን ጸሃይቲ በራኺ ትደግሞ ደርፊ ምስ መን ነርኪ ኢሎም እንተሓተቱኒ ሽምክስ ክገልጾ ምስ ወይዘሪት ፍረወይኒ ተጋጊኺ ኣይይ ተጋጊኺ ኣይይ ኣይትኹኒ ዘዋር ዓይኒ እዚ ጻይቱ በረኽ ትደጎ ናቱ ናቱ ደርፍታት እዩ ናይ ግርማይ ኮረን እዩ ኣሎ
ብኸመይ ተላሊኻ ኣሎ ሕጂ
መላለይና ጎረባብቲ ኢና ጎረባብቲ ኢና ናይ ቀረባ ጎረባብቲ ኢና ዝያዳ ከኣ ከቀራርበና ዝኸኣለ ወዱ ነይርዎ። ካብ ኣቦኡ ንላዕሊ ንዓይ ይፈቱ ነይሩ። ኣነ ከተማ ውዒለ ክመጽእ ከለኹ እንተ ርእዩኒ ወይ ድምጸይ እንተ ሰሚዑ እንዳ ጎየዩ ድመጻኒ። ክገርመካ ሓደ ሓደ ግዜሲ ተጸሊእዎዩ እዚ ናይ ቆልዓ ምስ ኣላካ ናይ ላዕሊ ወይ ሃናት ሒዛቶ ገለ ገለ ገለ ድሕር ውዒሉ ኣነ ክመጽእ ከለኹ ድምጸይ እንድሕር ሰሚዑ ግን ረስኒ ይብሉ ሃናት የብሉን ብድድ እንደው ጎይ ናባይ ይመጽእ ሓቑፎ ብሎ ካብ ዝተመላእኩሉ ይህቦ እንተዘይብለይ ከዓ ከይድና እንዳ ድኳን ንገዝኣሉ ገለመለ ሕጂ ብከምዚ ኢና ንፋቶ ነርና ፈትዎ ነረ ነቲ ቆልዓ ስድርኡ ስድርኡ ከይተረፋ ዋላ ናይ ኣደይ ኣደይ ንዓይን ኣዲኡ ንዕኡን ኣብቲ ገዛውትና ናይ ቡን ናይዚ ናይ ዓመት ጽግቦ ወይ ናይ ገለ ገለ ተኣኪበን ገለ ክሰትያ ናይ ማርያም ጉንበት ናይ ማርያም ጉንበት ገለ ኣነ ምስ ከድኩ ማለት ነቲ ቆልዓ ዓወት እንታይ ይብሎ ብዛዕብኡ የዕልላ የዕልላ እዩ ብዛዕብኡ እዋእ ነዚ ወዲ ከዚ ቧእ ከምዚ ኣቡኡ እንድዩ ከምዚ ኣኸቱ ከምዚ ፎቶ ክፈትዎ መዓት እንድዩ ገለ ገለ ኣዲኡ እንታይ ትብል ፈሊጥካ ኣለኻ ሽዑ ኣብቲ እዋን እቲ እዋእ ኣይ ናይ ሕማሙ እንድዩ ካልእ ዘይብሉ ናይ ሕማሙ ናይ ሕማሙ ናይ ሕማሙ እንድዩ ኣደ ዓወት ድያ ከምኡ ትብል ኣደ ዓወት እወ እሳስ ናይ ሕማሙ ኣነ ንዕኡስ ናይ ሕማሙ ክፈትዎ መዓት እዩ ንዕኡ እንድሕር ሪኡ ብድድ እዩ ዝብል ዝኾነ ብጀክኡ ካልእ ደይብሉ ናይ ሕማሙ እንድዩ ክፈትዎ መዓት እዩ ገለ እዚ እዛ ናይ ሕማመይ ተባሂላ ሕጂ ቅጽል ነዞም መንእሰያት ደቅና ተዋሂባ ደላስ ሓዳሽ ቃል ኣይኮነ ሓዳሽ ቃል ኣይኮነትን ኣነ ሽዑ ቀደም ቀደም እየ ዝፈልጣ ናይ ሕማመይ ናይ ሕማሙ በሃል ናይ ሕማመይ ናይ ሕማሙ ቀደም እዩ ክሳዕ መዓስ ዕድመ ቀጺሉ እዚ መድራፍ ገለ ድበሃል ማለትሲ ቀጺልካዮ ዶ እስኻኸ ወይ እንዳ ጋዕዳ ድዩ ወይ ኣብተን ኣዳራሻት በጺሕካ ዲኻ ክገርመካ ወይ ኣብታ ናይ ቁልዕነትካ እያ ተወዲኣ እታ መድረኽ ናይ ኣይበጻሕኩ ኣይበጻሕኩዋን ኣይበጻሕኩን። ከምዚ ንብሎ ዝጸናሕና እዚ ናይ ጋዕዳዶ እዚ ናይ በዓል ምስ በዓል ግርማይ ኮርር ኮንካ ቀጺልካ ምድራፍ ገለ ገለ ዕድል ኣይገበርኩን ኣይቀጸልኩን ኣይረኸብኩዎን እቲ ዕድል። እንታይ እዩ ኣጋጢሙ ሰብ እንታይ ተገሩ ሽቲ ሂወት።
ከም ዝብለካ ዕግርግር ናይ ኣስመራ ሰብዓን ኣርባዕተን ብምጅማሩ ኣብቲ ሰብዓን ሓሙሽተን ኣዝዩ ሕማቕ ዝኮነ ምቅታል ናይ ኣምሓራ ወታሃደር ናይ ኣምሓራን ማዓት ነጭ ለባሳት ፈርዮም ነቲ ህዝቢ ኣስመራ ዓብይ ይብሉ ንእሽተይ ኣይብሉ መናእሰይ ዝቅተለሉ ዝነበረ ግዜ እዩ። ሓደ ሰብ ሞይቱ ደይኮነሲ ብጅምላ ብማኪና እዘን ትግሬቶ ድበሃላ ማኪና ናይ ማዛጋጃ ቤት ነይረን ናይ ማዛጋጃ ቤት ነይረን ትግሬቶ ብኡ ብኡ ሰብ በአን ከምዚ ጌርካ እንዳ ደርበይ ሰብ እንዳ ደርበይ ሰብ እንዳ ደርበይ ዝሞተ ጎደናታት ዘርበዩ እንዳ ኣረዩ ንመቃብር ሽዑ እንዳ ማርያም እዩ ዝበሃል ነይሩ እዚ ጥቃ መደበር ዘሎ መቃብር መቃብር እንዳ ማርያም ኣብኡ ሓደ ዓብ ጋህሲ ነይሩ ንድሕሪት እተን ማካይን መገምጠሊ ነይርወን። ልክዕ ከምዚ እምኒ ተራግፍ ዘላ።
ምስከረኒ ናይ ብሓቂ ከመይ እዩ ንእምኒ ኢኻ ከምኡ ትድርብዮ እምበር ንዝሞተ ሰብ መዓት ክንድኡ ሰብ ቀቲልካ ንድሕሪት ከምዚ ገይረን ተኳዕየን ኩዕየን ክቐብሮም ብጣዕሚ
ራእሲ ተመኩሮና ምስ ኢትዮ-ኢትዮጵያ ዝበሃሉ እታ ምሰካ እዚኣ እከይ ዝኾነት ጂኦግራፍያዊ ክሊ ዝተረገመ ህዝባ ኩሉ ሳዕ ንኤርትራ ማለት እዚ ህልቂት እዚ ካብ ቅድም ካብ ስሳታት ጀሚሩ እዚ ኩሉ መታሕት እውን እኮ ዓድታት እንዳንደዱ ህዝቢ እንዳህለቁ እዮም መፅዮም ከምኡ እንዳበሉ ከዓ ኣብ ማእከል ኣስመራ ውን በጺሑ እቲ ህልቂት። እዚ ከባቢኹም ጥራይ ደይኮነ ኣብ ማእከል ከተማታት ውን ከምኡ ነይሩ መምህር ምርሻን። ነይሩ ነይሩ ነይሩ ነይሩ እም።
እዚ ካልእ መዓልቲ ርእሱ ዝኸኣለ ታእሽሙ ጌርና ውን ክንዛረበሉ ንኽእል ኢና ምስ ካልእ ጽፍሒ ህይወት ኣብ መድረኽ ኣተኣሳሲርና ኪሮስ። ተጎሪሹ ሕጂ ህይወትሲ ተጎሪሹካ ምናልባሽ ኣብዚ ዕድመዚ መንእሰይ ኢኻ ኔርካ ክትከውን ኣብዚ ንብሎ ዘለና መድረኽ እንታይ ኮይኑ ናበይ ኬድካ ሽዑ
ጨሊለ ኢዩ ኣስመራ ደሓር ኣኮይ ከዓ መዕቆቢ ነይሩ እቲ ዓንተቦ ትዘክር ቆልዓይ ከለኹ ኣኮይ
እቲ በዓል ሽግለታ
ንስራሕ ባፅዕ ስለ ዝኸደ ሓዳሩ ስለ ዝገበረ ካብኡ ወሊዶ ተዛሚዱ ስለ ዝነበረ ዝያዳ ኣኮይ ከዓ መዕቆቢ ክኾነኒ እዩ ብዝብል ከይደ ባፅዕ መብሸሎ ካውዒ ከ ንሜዳ ወጺኻ ማለት ኣብ ባጽዕ ኢኻ ዋላ ከበስ ተመሊስካ ከበስ ማርያ ኢኻ ንገድሊ ወጺኻ። ናብራይ ካብኣ እታ ሽዓ እታ ምትሓዝ ናይ ባጽዕ ሰብዓን ሸውዓተን ቀዳማይ ፈተነ ባጽዕ ቀዳማይ ፈተነ ዝተኻየደ ሰምሃር መጥቃዕቲ ናይ ሽሕን እወ ትሽዓተ ሚእትን ሰብዓን ሸውዓተን እወ።
ክትበኪ ብኸ ክንብለካ ንክለና ክትበኪ ኣለካ ደሓር ከኣ ስሓቅ ክንብለካ ከለና ካበይካ ተቋሪጽካ ክትስሕቅ ኢኻ ሓደ ክልተ ብኽያት ክንጅምር ኢና ጀምር ብኽያት ትብሉና ኣሎ መምህር መምህር የማነ መምህር የማነ በልዓኒ በልዓኒ
ኣሜሪካ መምህር የማነ ሱዳናውያን ባዳ ኣቢኹም